ኣርእስቲ ዜና ከም ዘንበብኩሞ ዘተ ናይ ምቁራጽ ካናዳን ኣሜሪካን ዘሎ ወጥሪ ብሰፊሑ ክንገልጾ ኢና ብቐጥታ ናይ ሎሚ ዕለት 22 ነሓሰ 2026 ዜና ካናዳ ክንኣቱ ኢና ኣዝዩ ዘገሪም ሰበር ዜና እዩ። ቀዳማይ ሚኒስተር ማርክ ካርኒ ካብ ዋሽንግተን ዝቐረበሉ ሕማቕ ናይ ንግዲ ውዕል ነጺግዎ ኣሎ። እዚ ክስተት እዚ ጽቡቕ ኣይኮነን። ኣይ ንዓና ዋላ ንኣሜሪካ እውን ጽቡቕ ክስተት ኣይኮነን። ናይ መላእ ካናዳ እውን ከቢድ ግብረ መልሲ ፈጢሩ ኣሎ። ምስ ኣሜሪካ ዝግበር ዝነበረ ናይ ንግዲ ዘተ ከም ዝተቋረጸን እቶም ካናዳ ዝለኣኸቶም ተዛረብቲ ምስ ኣሜሪካ መሪሕነት ክሰማምዑ ተላኢኾም ዝነበሩ እውን ብቕጽበት ናብ ኦታዋ ማለት ካናዳ ክምለሱ ተኣዚዞም ኣለዉ። እዚ ኣናውንስ ተገይሩ ከም ዘሎ ሎም መዓልቲ ክሕብረኩም ይፈቱ ናይ ኣሜሪካ ምክንያታት ንምንታይ እያ ኣብ ልዕሊ ካናዳ እዚ ኩሉ ቀረጻት ትገብር ኣላ ኣብ ዝሃበቶ መግለጺ ኣሜሪካ ኣብ ልዕሊ ካናዳ ዝተፈላለየ ታሪፍ እያ ገይራ ዘላ እዚ ታሪፍ ማለት ቀረጽ ማለት እዩ እቲ ዘኽረበቶ ምክንያታት ከዓ ከምዚ ዝስዕብ እዩ ሓደ ዋሕዚ ናይ ፌንታኒል፣ ካልኣይ ናይ ቴክኖሎጂ ግብሪ፣ ሳልሳይ ናይ ጸባ ፖሊሲ፣ ካልእ እውን ናይ ንግዲ ሕጽረትን ዝብል ወዘተረፈ እዩ። እቲ ናይ ፌንታኒላ ዘቕረበቶ ኣብ ካናዳ ተቐመጥቲ ካናዳ ከም ትፈልጥዎ ብዙሓት ሰባት ብናይ ድራግ ኣዲክሽን ወይ ድማ ወልፊ ዘለዎም ኣብ ዝተፈላለየ ጽርጋታት ትርኢኹ። ስለዚ ካብ ካናዳ ድራግ ይኣቶና ኣሎ ንኣሜሪካ ክብል እያ ኣሜሪካ ንካናዳ ትኸሳ። በዚ ምክንያት ከዓ ዝተፈላለየ ታክስ ወይ ድማ ታሪፍ ኣብ ልዕሊ ካናዳ ጌራ ኣላ።

እቲ ብእንግሊሽ ዝበሎ ግን ንምንታይ እያ ካናዳ ካብቲ ሕማቕ ዲል ዝበለቶ ወይ ሕማቕ ስምምዕ ናይ ትራምፕ ኣድሚኒስትሬሽን ንካናዳ ናይ ንግዲ ስምምዕ ኣቕሪባትላ እቲ ስምምዓት ከዓ ንካናዳ ዘርብሕን ንኣሜሪካ ዘርብሕን ብዝብል እዮም ደውፅዎ ኮይኑ ተሪፉ ግን ንካናዳ ጠቕላላ እዩ ዘርብሓቲ ናይ ንግዲ ስምምዕ ወፅዩ ዘሎ

ካብ ኣሜሪካ ዝመፀና ናይ ንግዲ ሓሳባት ወይ ድማ ታሪፋት ወይ ቀረፃት ንሕና ክንቋፀሮ ኣይንኽእልና ብፍላይ ካብ ዋሽንግተን ዝመፅ ዘሎ ማለት እዩ ንሕና ክንገብሮ ንኽእል ግን ኣብ ዓድና ናይ ንግዲ ምዕባለታትን ትሕተ ቅርፂ ምስራሕን ግን ባዕልና ንቋፀሮን ክንፈጥሮ ንኽእልን መደባት እዩ Nous sommes maîtres chez nous et le partenaire

እቲ ኣብ መንጎ ኣሜሪካን ካናዳን ዝነበረ ናይ ንግዲ ስምምዕ እውን ጠቕላላ ከም ዝወደቐን ከምቲ ናይ ቀደም ከም ዘይኮነን እውን ተረዲእና ነርና። ኣብ ዝሓለፈ ኣብ ዝሃቦ መግለፂ እንተዓዚብኩም እውን ከምኡ ኢሉ ነይሩ እቲ ኣብ መንጎ ካናዳን ኣሜሪካን ዝነበረ ብፍላይ እቲ ናይ ኩዝማ ዲል ዝበሃል ኣብ መንጎ ካናዳ ኣሜሪካ ከምኡውን ሜክሲኮ ዝነበረ ጠቕላላ ከም ዝወደቐ እዩ ተዛሪቡ

ሓደ ሕጊ ይወፅእ እሞ ይድምሰስ ብርሳስ ይፅሓፍ እንደገና ብርሳስ ይድምሰስ ብፒሮ ተፃሓፈ ሕጊ ዳርጋ የለን ኢኻ ትብላ ኣብዚ ሕጂ ሰዓት ብፍላይ ብፍላይ ኣብ ልዕሊ ካናዳ ዝገብሮ ዝነበረ ናይ ቀረፅ እዚ እዩ ገይሩ ሕጊ እሞ ኣብዚ ሕጂ ሰዓት ከዓ ከምዚ ኣሎ ክትብል ብጣዕሚ ደፀገም መዓልታዊ ይቕየር ስለ ዝነበረ ከም ዜና እንኮ ተቕርቦ የሕፍርን የሰክፍን ነይሩ ኣብ ዝሓለፈ ወርሒ ግን ኣብ ልዕሊ ካናዳ ሓድሽ ታክስ ገይሩ ዶናልድ ትራምፕ ሽዑ ፕራይም ሚኒስተር ማርክ ካርኒ ነቶም ንሱ ድለኣኾም ልኡኽ ካናዳ ኦኬ በዚ ሓድሽ ሕጊ መታን ዘሰማምዓና ነጥቢ ክንረክብ እዝን እዝን እዝን ማንዴት ወይ ድማ ነጥብታት ሂበኩም ዘለኹ ክትሰርሕሉ ኣለኩም በዝን በዝን ዝሓሸ ስምምዕ ክትገብሩ እዝን እዝን እዩ ሓድሽ ሓበሬታ ኢሉስ ሂብዎም ነይሩ መምርሒ ወይ ድማ ቀይዲ ክቕበ ክኽተልዎ ኢሉ

ሕጂ ኣብ መንጎ ካናዳን ኣሜሪካን ሓደ ዝተፈጥረ ነገር ኣሎ እሱ ከዓ እንታይ እዩ ዶናልድ ትራምፕ ካብ ድመፅእ ንካናዳ መበል ሓምሳን ሓደን ስቴት ክገብራ እየ ገለመለ ዝብል ሓሳብ ኣልዒሉ ነይሩ ሕጂ እዚ ንገሊኡ ሰብ ዋዛ ክመስል ክእል እዩ ብሃገር ግን ዋዛ የለን ብሓንቲ ሃገር ክትዋዘ እውን ካናዳ እውን ናታ ልኡላውነት ኣብ ከምዚ ዓይነት ስቂልካ ደየድሊ ሓሸውየ ከተእትወይ ትደልን እያ በዚ ጋጣሚ ከዓ ንካናዳ ልኡላውነት ሲ ኣብ ዘይንዕቕ ወይ ድማ ኣብ ትሕቲ ዝኾነ ኹን እዋን ዘየዋናውን ዝኾነ ዲል ንኣሜሪካውያንን ንካናዳውያን ዝጠቅም ንክልቲኦና ሲ ቤነፊሻል ዝኾነ ሚቹዋሊ ቤነፊሻል ማለት ንክልቲኻ ብሓደ ዘርብሕን ዝጠቅምን ቤነፊት ማለት እዩ ዝኸውን ዘራኽበና ናይ ንግዲ ስምምዕስ ክንገብር ከም ንኽእል እየ ዝኣምን

ኣብ መንጎ ፓርትነርሽፕን ኮምፐተተርን ክብል ከሎ ካናዳን ኣሜሪካን እቲ ናተን ናይ ንግዲ ስምምዕ ተጠናነገ እዩ ዳርጋ 80 ፐርሰንት ካብ ካናዳ ዝወፅእ ንብረት ኣብ ኣሜሪካ እዩ ትሽየጥ ኣሜሪካውን ብከምኡ ብዙሕ ንብረት እያ ንካናዳ ትሰድድ ዳርጋ ኣብዚ እዋን እዚ እውን ኣብ ዝሓለፈ ሽዱሽተ ወርሒ ስንተሪኢኹም ሓድሽ ብሪጅ ተሰሪሑ ኣሎ ካብ ካናዳ ንኣሜሪካ ዘእቱ ኤዲ ሃው ኢሎም ፀውዕሞ ዘሎ በቲ ህቡብ ናይ ሆኪ ተፃዋታይ ዝነበረ ማለት እዩ ኤኒወይ እሱ ካልእ ዜና እዩ እንተኾነ ግን እቲ ኣይድያ እንታይ እዩ ተጠናነገ ቢዝነስ ወይ ትራንዛክሽን ስለ ዘሎ ብፍላይ ከዓ ካናዳ ሓንቲ ካብተን ብብዝሒ ናይ ኣሜሪካ ካናዳ ዝሸየጠላ ሃገር እያ ናይ ኣሜሪካ ካናዳ ናይ ኣሜሪካ መካይንሲ ኣብ ካናዳ ብዝሒ እየን ዝሽየጣ ከምኡ እውን እቲ ናይ ኦቶ ኢንዳስትሪ ተጠናነገን ናይ ስራሕ ርክብ ዘለዎን እዩ ምስ ናይ ኣሜሪካ ምስ ናይ ሚሽገን ዘሎ ምስ ናይ ዲትሮይት ዘሎ ማለት እዩ እቲ ፕሮብለም ኮይኑ ዘሎ ሕጂ ፀገም ግን ኣሜሪካ ሾርት ተርም ቤነፊት ሓፂር ቤነፊታት ትደሊ ዘላ ንካናዳ ብዝተሓላለኸ ናይ ታሪፍ ብምግባር ብዙሕ ቀረፅ እንተ ይህልወካ ኣሎ ከዓ እቲ ናይ ንብረት ካናዳውያን ዝሰርሕዎ ንብረት ኣብ ኣሜሪካ ኣትዩ እንድሕዳ ብክቡር ክሽየጥ ጀሚሩ ንምንታይ ኣሜሪካውያን ናይ ካናዳ ንብረት ትገዝኡ እቶም ናቶም ኣማራጭ ንኣብ ኣሜሪካ ተሰርሐ ንብረት ክገዙ እዩ የዋፅኦም ምክንያቱ ኣብ ካናዳ ብሰለስተ ቀሺ ተሰሪሑ እንተ ደኣ 50 ፐርሰንት ታሪፍ ግበሮ ኣሎ ንበል ብሓሙሽተ ቀሺ እንድሕር ሸየጥ ኣሎ እቲ ንብረት ብሓሙሽተ ቀሺ እንድሕር ኣትሎ ኣብ ኣሜሪካ እቶም ሸቀጥቲ ከዓ ግድም ፕሮፊት ክረኽቡ ስለ ዘለዎም ዋላ ብሸውዓተ ቅርሺ ሽጥዎ ንበል ከመይ ኢሉ እዩ ኣብ ኣሜሪካ ተሰርሐ ግን ብሰለስተ ቅርሺ እንድሕር ተሰሪሑ ብሓሙሽተ ቅርሺ ሸጥዎ እቲ ፍልልይ እንታይ ይኾን ኣሎ ናይ ሓሙሽተ ቅርሽን ናይ ሸውዓተ ቅርሽን እንታይ ኣምስሎም እዮም እሞ ናይ ሸውዓተ ቅርሺ ክገዝኡ እዚ ኣብነት እዩ ዝበኩም ዘለኹ ሕጂ ብኡ ገምትዎ እቲ ናይ ኣብ ካናዳ ተሰርሐ ንብረት ኣብ ኣሜሪካ ከይዱ ሽየጥ ከሎ ንኣሜሪካ ክገዝኡ ኣይክእሉን እዮም ፐርከ ኮምፒት ክገብሩ ናይ ካናዳ ንብረት ዘእቱ ኣይከዋፅኦምን እዩ በዚ ምክንያት ናይ ካናዳውያን ንብረት ርሕርሕዎ ማለት እዩ እዚ ኮነ ኢልካ ብናይ ትራምፕ ኣድሚኒስትሬሽን ዝተገብረ እዩ ናይ ኣሜሪካ ካምፓኒታት ንክዓብያ እሞ ናይ ካናዳ ካምፓኒታት ከዓ ተወዳዳርነት ከጥፋእ ካናዳ ከዓ ነዚ ሪኣ እሞ ንሕና እውን ሓምሳ ፐርሰንት ታሪፍ ክንገብር ኢና ተይላ ተፀገምታ ይኸውን ትራምፕ ከምዚ ዝሕምቆለኒ በትሪ ሃቡኒ

እተን ሰለስተ ዓበይቲ ዝጠቐስኩወን ንምንታይ ኣሜሪካ ኣብ ልዕሊ ካናዳ ትገብረላ ታክስ እዩ ገልጽ ዘሎ ሕጂ ኣብ መንጎ ካናዳን ኣሜሪካን ሜክሲኮን ናይ ኩዝማ ዝበሃል ስምምዕ ነይሩ ነዚ ስምምዕ እዚ ኮምፕሊትሊ ጥሒሱ እዩ ትራምፕ ኣብ ልዕሊ ካናዳ ታክስ ዝገብር ዘሎ እምበር ስምምዕ ነይሩ እዩ እዚ ስምምዕ እዚ ከዓ ፕሮቴክት ንክገብር ሓደ ሰብ እንተ ብሕጊ ፈሪሙ ሲ እቲ ፌርማ ንምንታይ ካ ትፍርም ሓደ ሰብ ንከይጥሕሶ ዳስዋይ ኣግሪመንት ዝበሃል እዚ ኩዝማ ድበሃል ኣግሪመንት ከዓ መንጎ ሰለስተ ሃገራት ካናዳ ኣሜሪካ ሜክሲኮ ዝተገብረ እዩ ናይ ኖርዝ ኣሜሪካን ዲል ማለት እዩ እዚ ከዓ ንሰለስተን ሃገራት ዘርብሕ እዩ ኮይኑ ግን ትራምፕ ካብ ድመፅእ ጠቕላላ ነቲ ሕጊ ሕጊ ይኮነን ጉዳይ ኣይኮነን ብምባል ኣብ ልዕሊ ካናዳ ዝተፈላለየ ታሪፍ ገይሩ ኢኮኖሚ ናይ ካናዳ ኣብ ሰዓት እዚ ከመይ ኣሎ ክገልፀልኩም ደለኹም ህዝቢ ካናዳ ተቐመጥቲ ትፈልጥዎ እንዲኹም ኣብቲ ኮመንት ጸሓፉ ድሓን ከመይ ኣሎ ዋላ ኩሉ ግዜ ተደጋጋሚ ነጊረኩም ትፈልጥዎ ስለ ዝኾንኩም ብዛዕባ ካናዳ ክገልጸልኩም ኣይክእልን ኣይደልን ብ ሰዓት እዚ ግን ኢኮኖሚ ካናዳ ከመይ ኣሎ ትፈልጡ ኢኹም እዚ ናይ ትሬድ ስምምዕ ከዓ ማዕረ ክንደይ ኣገዳሲ ምዃኑ ክሳብ መራሒና ወፂኡ ዝዛረብሲ ማዕረ ክንደይ ኣሸጋሪ ኮይኑ ኣሎ ክትርድእዎ ክትግምግምዎ እንትኽእሉ ኢኹም በዚ ጉዳይ እዚ

እዚ ብሪጅ ተሰሪሑ ዘሎ ክሳብቲ ሙሉእ ኣታዊ ናይቲ ብሪጅ ዝመፅእ መጀመርታ ንካናዳ ክኣቱ ካናዳ ሓሳባ ክትዓፁ ምክንያቱ ቢልዮናት ዝቁፀር ገንዘብ እዩ ኣብቲ ብሪጅ ንምስራሕ ወፅዩ ስለዚ መጀመርታ ዝእከብ ገንዘብ በቲ ብሪጅ ዝጥቀሙ ተጠቀምቲ ማለት ዝእከብ ገንዘብ ናብ ካናዳ ክኣቱ ቀዳምነት ምክንያቱ ዕዳ ክትዓፅ ኣለዋ ካናዳ ብዙሕ ገንዘብ ያውፅያ ብድሕሪኡ ግን ኣሜሪካ ዋላ ሼር ክትቅበል እዩ መደብ ነይሩ እዚ ግን ትራምፕ ኣይቅበሎን ሓድሽ ስምምዕ ንግበር ኣታዊ ናብ ኣሜሪካ ክኣቱ ብጣዕሚ ክሬዚ ሓሳብ እውን ክትሓስቡ እውን ብጣዕሚ እዩ ዝገርም ከምኡ ኢሉ ቀፂሉ ኣብ ናይ ናይ ትሬድ ናይ ንግዲ ዘይስማዕ ዘይምስምማዕ መስ ኣጋጠመ ከነዳውያን እንታይ ዝብሉ እዮም ወሲኖም ቦይኮት ገይሮሞ ብሓፂሩ እቲ ኣልኮሆል ናይ ኣሜሪካ ኣብ ናይ ካናዳ ንክሽየጥ እለይዎ ኢሉ ብፍላይ ፕሪምየር ናይ ዳግፎርድ ፕሪምየር ናይ ቶራኖ ናይ ቶራኖ ብሓፂሩ ርእሲ ከተማ ኤኒወይ ወፂኡ ኣብ ዝሃቦ መግለፂ ኦንቴሪዮ ኤግዛክትሊ ናይ ኦንቴሪዮ ፕሪምየር ዳግፎርድ ወፂኡ እንታይ ኢሉ ኣልኮል ናይ ኣሜሪካ ኣይንሸጦና እለይዎ ኢሉ እለይዎ ኢሉ እንደገና ንዓና ሽዑ ንካናዳ ከዓ ሓድሽ ታሪፍ ገይርልና ትራምፕ ኮይኑ ግን ይገልጽ እዩ ዘሎ ንምንታይ እዚ ታሪፍ ይግበር ነይሩ ንሕና ከዓ ዝሃብናዮ ግብረ መልሲ እዩ ዝገልጽ ዘሎ ስለዚ እዚ ትሬድ ዎርሲ ንነዊሕ ዝኸደ እዩ ዳርጋ መራሒ ሓድሽ መራሒ ናይ ካናዳ ክምረፅ ከሎ እውን ሓደ ካብቲ ዝሓዞ ማንዴት እንታይ ነይሩ ዕላማ ሲ ካናዳ ሲ ነዚ ሓድሽ ፕራይም ሚኒስተር ክምረፅ ከሎ እቲ ቅድም ዝነበረ ፕራይም ሚኒስተር ክወርድ ከሎ ሓንቲ መብፃዕያ ኣትዩ ነይሩ ቀንዲ ማለት እዩ ስኻ እንታይ እዩ ዝሓሸ ኔጎሽት ክገብር ዝሓሸ ስምምዕ ክገብር ምክንያቱ እዚ ጋቨርነር ናይ ባንክ ኦፍ ኢንግላንድ እዩ ነይሩ ስለዚ ኣብ ምሕደራስ ንፉዕ እዩ እቲ ናቱ ዲግሪታትን ትምህርትን ኣብ ኔክስት ክገልፀልኩም እየ ንሎሚ ግን ምሁር ስለ ዝኾነ ሲ ረብሓ ዘለዎ ውፅኢት ዘለዎ ናይ ንግዳዊ ስምምዕ ክገብር እዩ ምስ ካናዳ ኣብ ኣሜሪካ ትገብሮ ስምምዕ ብምባል እዩ ተመሪፁ ሶ ቀንዲ ካብቲ ማንዴት ዘግበሮ ለውጢ ንካናዳ ከምፅእን ፅቡቕ ስምምዕ ክበናን እዩ ክሳብ ሕጂ ግን ካብ ዝምረፅ ዶናልድ ትራምፕ ላል እዩ ዘብሎ ዘሎ በቃ ኮለል ብጣዕሚ ኣብ ውሽጢ ካናዳ ከማን ክሳብ ምስ ኣልበርታ ሕጂ ፈደራል ጋቨርንመንት ዝበሃሎ ካናዳ ፕሮቪንሻል ጋቨርንመንት ዝበሃል ኣሎ ኣብ መንጎ ፈደራልን ፕሮቪንሻልን ዘይ ምስምማዕ ኣሎ ምክንያቱ እቲ ፈደራል ጋቨርንመንት ናይ በዓል ማርክ ካርኒ ማለት እዩ እንታይ እዮም ዝብሉ ናቶም መምርሒታት ይገብሩ ምሽ እዚ ንዚ ክግበር ኣለዎ ይብሉ እቲ ፕሮቪንሻል ከዓ ምትእታው ኣይትግበሩ ንሕና ናትና ፕሮቪንስ ብንዓና ዝመስለና ኣብ ትሕቲ ሓንቲ ዩናይትድ ካናዳ እዚ ንዝን በዓልና ኢና ክንገብር ንዘሊ ካብዚ ቀንዲ መሰረት እንታይ ክንዕዘብ ንኽእል ኣልበርታ ኣልበርታ ክፍለየ እየ ተረጋጋ ምስ ክፍለየ እየ ወይ ድማ ናትና ዘዋፅኣና ከም ዝግበሩ ዶናልድ ትራምፕ ከዓ ነዚ ርእዩ እቲ ናይ ካናዳ እ፣ ናይ ምፍላይ እ፣ እ፣ ኣሎ ፅንፅንታዊ ዘረባታት ርእዩ ብጣዕሚ እዩ ዝደፋፍእ ዝጎጣጥዮ ዘሎ ንማርክ ካርኒ ኤኒወይ ናብቲ ታሪክና ንመለስ ናብቲ ሜን ስቶሪ

ኣሜሪካ ሲ ናይ ትሬድ ሳርፕላስ ኣለዋ ትሬድ ሳርፕላስ እንታይ ማለት እዩ ኣሜሪካ ብብዝሒ ካብ ካናዳ ትገዝእ ብሓፂሩ ንሕና እንተ ደኣ 100 ሽሕ ንብረት ንገዝእ ኣለና ካብ ኣሜሪካ ኣሜሪካ ግን ሓደ ሚልዮን ትገዝእ ተላ እንታይ ማለት እዩ ኣሜሪካ ሲ ሞር ካብ ካናዳ ትገዝእ ኣላ ስለዚ ሞር ገንዘብ ናብ ካናዳ ይኣቱ ኣሎ ሞር ካናዳ ትረብሓ ኣላ ብምባል እዩ እዚ ግን ካብ ሓቂ ዝረሓቐ እዩ ምክንያቱ እንታይ እዩ ካናዳ ዝበዝሐ ናቹራል ጋዝ ካብ ካናዳ ይሽየጥ ናብ ኣሜሪካ ካናዳ ዝተፈላለየ ናይ ነዳዲ ካብ ካናዳ ናብ ኣሜሪካ ይሽየጥ ተፃሪዩ ከዓ ንካናዳ እውን ይምለስ እዩ እቲ ዋና ነገር ሓደ ክንፈልጦ ዘለና ከዓ ካናዳ እንተ በዛሕና 50 ሚሊዮን ዶ ንበፅሕ ንኸውን ዳርጋ 50 ሚሊዮን ከማን ኣይ ዶንት ቲንክ ኣሜሪካ ግን 350 ሚሊዮን ዝበፅሕ ሰብ ይደሉ ሕሶ ሕሰብዎ ትሬሾ ተረዲእኩምኒ ቀርብ ሸውዓተ ዕፅፊ እዩ ሸሞንተ ዕፅፊ ካብ ኣሚ- ካብ ካናዳ ይዓብ እዩ ስለዚ ምስቲ ብዝሕን ዕብየትን ከዓ ዘሎ እዩ ግድን ትሬድ ሳርፕላስ ክህሉ ግን ብብዝሒ ካባኹም ንገዝእ ስለ ዘለናስ ንስኹም ትብለፁልና ኣለኹም ዝብል ክሲ እዩ መፂዎ ዘሎ ንካናዳ exports 60% of their crude oil imports. I don't think they want us to stop sending any of that energy.

ኮይኑ ግን ንሕና ሕጂ ካብ ኣሜሪካ ካብ ንገዝኦ ነገራት እንታይ ኣሎ ኢንተርቴንመንት ከም በዓል ኔትፍሊክስ ዲስኒ ፕላስ ዝተፈላለዩ ኢንተርቴንመንት ብፍላይ ካናዳውያን ሕጂ ንዝበዝሑ ትሪፕ ናብዮም ዝኸዱ ተልኩም ንኣሜሪካ እዮም ዝኸዱ ንላስ ቬጋስ ብጣዕሚ እዮም ዝፈትዎ ሎስ ኣንጀለስ ብጣዕሚ እዮም ዝፈትዎ ገለገለ ሰባት ከዓ ንሜክሲኮ ኸዱ ግን ብብዝሒ ግን ንኣሜሪካ እዮም ዝኸዱ ስለዚ ብዙሕ ናይ ንግዲ ልውውጥ እዩ ዘሎ ኮይኑ ግን ትሬድ ሳርፕላስ ስለ ዘሎ ብብዝሒ ኣሜሪካ ካብ ካናዳ ስለ ትገዝእ ኣይንቕበሎን እዮም ዝብሉ ዘለዉ ኣብዚ ግን ማርካርኒ ብንጹር ይገልጾ ኣሎ ንሕናሲ ሓደ ካብቶም ሞስት ብብዝሒ ትሬድ ንገብር ምስ ኣሜሪካ ኢና ሶ ንክልቲኤን ሃገራት ከዓ ዘርብሕ ናይ ንግዳዊ ልውውጥ እዩ ዘለና

ኣብ ዝተፈላለየ እዋናት ኣሜሪካ ኣብ ልዕሊ ካናዳ ናይ ታሪፍ ወይ ድማ ታክስ ክትገብር ከላ እቲ ትርጉም ታክስ ሕፅር ኣቢለ ክገልፆ ከምዚ ፕራይም ሚኒስተር መራሒና ዝገልፆ ዘሎ ዝኾነ ሃገር ታሪፍ እንተ ገይራ ንኣብነት ኣሜሪካ ኣብ ልዕሊ ካናዳ ታሪፍ ትገብር እቲ ታሪፍ ዜሩ ዜሩ እቲ ንብረት ብሕሱር ተገዚኡ ዋላ ካብ ካናዳ ንኣሜሪካ ይኸድ ዜሮ ዜሮ ድኽፍሎ መን እዩ እቲ ተቐማጢ ኣሜሪካ ነባር ናይቲ ዓዲ እዩ ዝገዝኦ ግን ብክቡር ዋጋ ክገዝኦ እዩ ንኣብነት ገለገለ ቢዝነሳት ብናይ ካናዳ ሮ ማተርያል ዝምርኮሳ ኣለዋ ናይ ካናዳ ንብረት ይኣትወን እሞ መስርሐን ነገራት ይሸጥዎ ሕጂ እቲ ንብረት እንተ ታሪፍ ይግበረሉ ብ50 ፐርሰንት ብ60 ፐርሰንት ኣርዓ ኣብ ዝተፈላለዩ እዋናት ትራምፕ ተደጋጋሚ ታሪፍ ይገብር ነይሩ እዚ ሕጂ ዜሮ ዜሮ እቲ ኣሜሪካን ካስተመር እዩ ዝኸፍሎ ፌር ከ ኣይኮነን እቲ ካስተመር ማለት ዋይ ብክቡር ይኸፍል ኣሎ ምስ ሓንቲ ኣላይ ወይ መሓዛይ ትብል ሃገር ተኮይኑ ስለዚ ተደጋጋሚ ትራምፕ ከምዚ ዓይነት ታሪፍ ገይሩ እቲ ቀፂሉ መራሒ ካናዳ ዝገልፆ ዘሎ እንታይ እዩ ንሕና ግን መታን ንስለ ምሕዝነትና ክንብል እቲ ታሪፍ ኣይገበርናን ኣብ ልዕሊ ካናዳ ኣብ ልዕሊ ኣሜሪካ ኣንኮራ ከማን እቲ ሕና ታሪፍ ጌርና ዝነበርና ኣሊና ንስምምዕ ክንቀርብ ኢና ሎሚ ፅባሕ እንዳበልና ዝተፈላለየ ፃዕርታት ከነካየድ ፀኒሕና
Nos négociateurs ont cherché à non seulement réduire les droits de

ተወሳኺ ታሪፍ ኣብ ልዕሊ ካናዳ ዝተፈላለዩ ንብረታት ማለት እዩ እቲ ቀንዲ ብቀንዲ ናይ ንግዲ ልውውጥ ንገብረሉ እንታይ እዩ ስቲል እዩ ሓፂን ከምኡ ናይ ሆኪ መፃወቲ ንብረታት ከምኡ ዝተፈላለዩ ክዳውንቲ 50 ፐርሰንት ታሪፍ ክንገብር ኢና ኢሉ ብልዕሊ ካናዳ The only advantage of this latest threat was that it was a catalyst for more intensive negotiations.
እዚ ናይ ታሪፍ ዝገበሮ ዶናልድ ትራምፕ እንታይ ክንሰማማዕ ኢና እሞ ታሪፍ ተገርናሎም መሰማምዕ ኔጎሽት መግበሪ ዝብል ሓሳብ እዩ

እዩ እቲ ዋና ዕላማና ነይሩ። በቃ እቲ ናይ ታሪፍ ዝበሃል እንተገደደ ከነጉድሎ እንዲ ሓዳ ሰሪሕና ከዓ ከነጥፎ ጥቃላ ብዘይ ታሪፍ ዝኾነ ስምምዕ ክንገብርን እቲ ነፃ ካናዳ ወይ ድማ ልኡላዊት ካናዳ ከዓ ከይተንከፍና ንምዕባለታት ክልቲኤን ሃገር ዘርብሕ መደባት ከነውፅኢት መደብና

ሕጂ እዚ ናይ ንግዲ ስምምዕ ዝበሃል ኣብ መንጎ ካናዳን ኣሜሪካን ዝካየድ ዘሎ እንተ ደኣ ንሕና እቲ ናትና ታሪፍ ኣብ ልዕሊ ኣሜሪካ ጌርና ዘለና ኮነጉድሎ ኣጸቢቕና ከነጉድል በቃ ኣሜሪካውያን ግን እቲ ኣብ ልዕሊ ካናዳ ገይሮሞ ዘለዎ ታሪፍ ልክዕ እንተ ወሓደ ሲ ነቲ ካናዳውያን ቢዝነሳት ከወዳደር ዝኽእል ገይሮም ክገብርዎ እዚ ሕጂ ገይሮሞ ዘለዎ ኣብ ልዕሊ ካናዳ 50 ፐርሰንት ናይ ካናዳ ቢዝነሳት በምንም ተኣምር ክወዳደር ኣይክእልናን ምስ ናይ ኣሜሪካ ቢዝነሳት ከምቲ ዝዓልቶ እዩ ዝገለጽኩልኩም ማለት እዩ 50 ፐርሰንት ታሪፍ ማለት

ኮይኑ ግን ኣብ ዝሓለፈ ኣብዘን ቀረባ እዋናት ዘውፅዎ ሓድሽ ናይ ታሪፍ 50 ፐርሰንት ታሪፍ ማለት ብልዕሊ ካናዳ ጠቕላላ ንካናዳ ዝሃስን ካናዳ ዘየርብሕን ልኡላውነት ካናዳ ዝደፍርን ስለዝኾነ ክንቅበሎ ይንኽእልን ኢና ንሕና ትስፉ ነርና ተስፋ ነርና ክንሰማማዕን ክንረዳዳእን ኮይኑ ግን እዚ ዶናልድ ትራምፕ ኣብ ልዕሊ ካናዳ ገይርዎ ዘሎ 50 ፐርሰንት ሓድሽ ታሪፍ ኮምፕሊትሊ ነዚ ዝነፅግ ነይሩ

ቀጺሉ ከኣ ኣ- ካናዳ እውን ነቲ ናይ ኣሜሪካ ታሪፍ ኣብ ልዕሊ ካናዳ ገይራ ኣብ ልዕሊ ኣሜሪካ ካናዳስ ኣብ ልዕሊ ኣሜሪካ ታሪፍ ክትገብር ምዃና እዩ ዝገልጽ ዘሎ ልክዕ ከምቲ ኣሜሪካ ኣብ ልዕሊ ካናዳ 50 ፐርሰንት ታሪፍ ገያ ዘላ ካናዳ ከዓ ማች ክትገብር እያ በቃ ታሪፍ ፎር ታሪፍ ዶላር ፎር ዶላር ዶላር እንድሕዳ ታሪፍ ገይሮማ ና ዝኾነ ንብረት ናይ ካናዳ ካናዳ ከዓ ና- ንናይ ኣሜሪካ ንብረት ታሪፍ ክትገብረሉ እያ

ኣብ ሰሉስ ሓድሽ ናይ መስርሕ ክካየድ እዩ ከመይ ኢሎም እዚ ፖሊስታት ከተግብርዎ ምዃኖም እቲ ታሪፍ ብኸመይ መስርሒ ክወፅእ ሶሉስ ድሕሪ ሌበር ደይ ከውፅእዎ እዮም ድሕሪኡና ንኣስዕብ ኣቢል ከምፅኣልኩም እየ እቲ ተዋሂሉ ዘሎ እንታይ ዓይነት ታሪፍ እዩ ኣበየናይ ከመይ ክሰርሕ ከም ምዃኑን

እዚ ኣብ ልዕሊ ኣሜሪካ ንሕና እውን ታሪፍ ክንገብሮ ወሲና ዘለና ሕማቅ እናተሰምዓና ወይ ድማ ኢድናስ ከይፈተና ኢና እዩ ዝብል ዘሎ ምክንያቱ እቲ ኣብ መንጎ ኣሜሪካን ካናዳን ዝካየድ ንግዲ ንክልትኤን ሃገራት ዘርብሕን ዘዕብን እዩ ክኸውን ነይርዎ ግን ኮነ ግን ካብ ታሪፍ ካብ ገብሩልና በቃ ክንገብሮስ ኣለና ዋላ እኳ ንናይ ካናዳ ቢዝነሳት ክንከላኸልን ከነዕብን መደብ እንተለና እዚ ኣብ ልዕልና ትገብር ዘሎ ታሪፍ ግን ግብረ መልሲ ክንበሉ ስለ ዘለና በቅዳርካ ምርጫ ይሃቡናን

ጸሊኦምና ድዮም ጎረቤት ክንቅይር ድዮም ደልዮምና ኣበይ ክንከይድ እዮም ደልዮም ፈትና ጸሊእና ካብኦም ክንእለ እኳ ይንመስል ምክንያቱ ናበይና ሞ ክንከይድ ጎረባቢ ትኾንካ ግን ስለምንታይ ሰላም ጌርና ደይንነብር ኤኒወይ ድሕምቆ ኣለኒ በትሪ ሃውኒ እናበለ ትራምፕ እንታይ ርኢተኹም ኣብዚ ተቐመጥቲ ካናዳ እዚ ብቐረባ ትሪዎ ዘለኹም ኢኮኖሚ ካናዳ ከመይ ይኸዳ ኣሎ እንታይ እዩ ፀገሙ ትራምፕ ትብሉ እስከብቲ ኮመንት ፀሓፉ እዚ ናብራ ካናዳ ትከታተልዎ ኣለኹም ኤንወይ ናይ ሎሚ ሰፋሕን ነዋሕን መደብያ ነይራ በቲ ዝመፀኒ ርእቶታት እየ ብዝተኻለኒ እቲ ቪድዮስ ፕለይ ግበሮ ንምንታይ ተስማዓና ኢልኩም ንታ ዝሓለፈ ደውፃኹዋ ቪድዮ ብዛዕባ ኤርትራ በፂሑ ዝነበረ ሓደ ዩቱበር ኣጋይን እቲ ለውጥታት ንክካየዶ ስለ ዘለኒ እቲ ናትኩም ርእቶ ክሰምዕ ከዓ ስለ ዝደለኹ እዚ ቪድዮ ከመይ ትረኽቦ ኣለኹም ብዛዕባ ካናዳ ዝመፅእ ዜናታት ኣይኑ ሓንሳ ሓንሳ ይድንግየኩም እየ ግን ካልእ ትረፍ እቲ ሓቂታ ዘላታ እየ ዘምፅኣልኩም ኣይ ሆፕ የዕግበኩም ይኸውን ዜና ሰብስክራይብ እንድሕር ጌርኩም ነዛ ቻናል ከተዕብዩለይ ትኽእሉ ኢኹም